ሰላም ኣብ ኩሉ ዓለም ዘለኹም ኣሕዋትና ነዛ ላም ሜዳ እትከታተሉ ሳብስክራይብ ላይክ ምግባር ኣይትንኡ ሎማዓንቲ ብዛዕባ ራእይ ንእሽተይ ዝኾነ ሓሳብ ክንርኢ ኢና መጀመርያ ግን ስለ ራእይ ንእሽተይ ሓሳብ ክብ ራእይ እንታይ እዩ ንዝብል ሕቶ ወይ ከዓ ራእይ እንታይ ይመስል ራእይ ከመይ እዩ ንዝብል ሕቶ መጀመርያ ስለ ራእይ ንእሽተይ ክንዛረብ ማለት እዩ ራእይ ማለት ካብ ትውልዲ ናብ ትውልዲ ዝኸድ ነገር እዩ። ራእይ ማለት ኣብ ውሽጢ ጉዕዞኻ ኣብ ህይወትካ ትፍጽሞ ወይ ከዓ ትኸዶ መንገዲ እዩ። ምክንያቱ ራእይ ማለት ኣብ ጉዕዞ ህይወትካ እትነብሮ ነገር ማለት እዩ። ራእይ ማለት ሓደ ካብቲ ማንነትካ ዝገልጽ እዩ። ራእይ ማለት መለለይኻ እዩ ራእይ ማለት ክብርታትካ እዩ ራእይ ማለት ሂወትካ እዩ ላይፍካ እዩ ራእይ ማለት ሓደ ስምዒታትካ እዩ ምክንያቱ ራእይ ዘመንካን ሂወትካን እቲ ውፌሉ ነገር ስለ ዝኾነ ማለት እዩ ስለዚ መጀመርያ ግን ኣብ ሂወትካ ራኣ ክህልወካ ኣለዎ ምክንያቱ ራኣ ዘይብሉ ህዝቢ ዕውር እዩ ወይ ከዓ ስዲ ራኣ ክህልወካ ኣለዎ ራኣ እንተ ዘይብልካ ስዲ ኢኻ ብስኻ ማለት እዩ ራኣ ተዘይብልክ ስኺ ስዲ ኢኺ ማለት እዩ ስለዚ ኣብ ሂወትና ራኣ እዩ ክህልወና ዘለዎ ራኣ ማለት ኣብ ሂወትና ኣብ ጉዕዞና ንጭብጦ ነገር ስሉ ካብ ትውልዲ ናብ ትውልዲ ዝኸይድ ስለ ዝኾነ ማለት እዩ ምክንያቱ ራኣ ዘይብሉ ህዝቢ ዕውር እንተ ኮይኑ ዝጭብጦን ዝሕዞን የብሉን ማለት እዩ ራእይ እንተደይብልካ ትሕዞን ትጭብጦን ነገር የለን ማለት እዩ ትርኢ ነገር ክህልወካ ኣለዎ ትበፅሖ ነገር ክህልወካ ኣለዎ ትጭብጦ ነገር ክህልወካ ኣለዎ ማለት እዩ ምክንያቱ ራእይ ትሪኦ ትበጽሖ ትጭብጦ ነገር እዩ። ትርእዮ ነገር እንተ ኣልካ ክትጓዓዝ ኢኻ። ትጓዓዝ እንተ ኾንካ ከኣ ክትጭብጦ ኢኻ ማለት እዩ። መጀመርያ ግን ዝረኣ ነገር ክህልወካ ኣሎ ማለት እዩ። ዝረኣ ነገር እንተ ኣልካ ኢኻ ናብኡ ትጓዓዝ። ናብኡ ትጓዓዝ እንተ ኾንካ ከኣ ምጭባትካ እውን ዘይተርፍ ነገር ስለ ዝኾነ ማለት እዩ። ረኣ እንተ ዘይብልካ ግን ካበይ ተበጊስካ ናበይ እውን ከም ትኸይድ ኣይትፈልጥን ኢኻ። ምኽንያቱ ረኣ እንተ ዘይብልካ ኣብ ጸልማት ህይወት ምንባር ማለት እዩ። ምኽንያቱ ትጭብጦን ትሕዝን እውን የብልካን። That's why ከኣ ብዙሕ ግዜ ስለባት ስለ ራኣ ክዛረብ ራኣቲ ደይብሉ ሰብ ስዲ እዩ ዝብሎ ራኣ ደይብሉ ሰብ ዝሞተ ሰብ ይበቃ ምክንያቱ ኣብቶም ራኣ ዘለዎም ሰባትና ኣብቶም ራኣ ዘይብሉ ሰባት ብጣዕሚ እዩ ፍልልይ ዘሎ እቶም ራኣ ዘይብሎም ሰባት ብፍጹም ሕልንኦም ዝሞተ እዩ ኣብ ዘይኮን ሰብ ቦታ ኢኻ ክትረኽቦም እቶም ራኣ ዘለዎም ግን ንዕላኦምን ንራኣኦም ስለ ዝነብሩ ኣብ ክቡር ቦታ ኢኻ ትረኽቦም መንገዶም እውን ክቡር እዩ በቃ ጉዕዞኦም እውን ክቡር እዩ ምክንያቱ ዝበዝሐ ግዜ እቶም ራእ ዘይብሎም ምስ ዘይርኣ ዘይብሎም እዮም ዝራኸቡ እቶም ራእ ዘለዎም ከዓ ምስ ሰብ ራእ እዮም ዝጓዓዙ ዛት ዋይ ተመሳሳሊ ሂወት ዘለዎም ሰባት ብሓንሳብ ዝጓዓዙ ራእ እንተ ዘይብልካን ጅማሬኻን ፍጻሜኻን እውን ኣይትፈልጥን ኢኻ ካበይ ተበጊስካ እናበይ ክትከይ ኣይትርእን ኢኻ ሂወት ንዓኻ ኩሉ ግዜ እንታይ እያ ጸልማት እያ ስለዚ ጽቡቕ ሂወት ምእንቲ ክህልወካ ራእይ ሃለካ ጽቡቕ ናብራ ምእንቲ ክትነብሪ ራእይ ሃለኻ ምክንያቱ ራእይ ናይ ህድዋ ናይ ህይወትካ ምሉእ ዘስተማቐሮ ጽቡቕ ነገር ክትነብሮ ዝገብረካ እዩ ምክንያቱ ራእይ ኣብ ኩሉ እዩ ክህልወካ ዘለዎ ራእይ ኣብ ግሊ ህይወትካ ክህልወካ ኣሎ መጀመርያ ራእይ ንግሊ ህይወትካ ስርኣ ክህልዋ ኣሎ ራእይ ኣብ ስራሕካ እውን ክህልወካ ኣብ ትሰርሖ ኮነ ራእይ ክህልወካ ኣሎ ኣብ ገንዘብካ ራእይ ክህልወካ ኣሎ ኣብ ኣፍቃሪትካ ረኣ ክህልወካ ኣለዎ ኣብ ሓዳርካ ረኣ ክህልወካ ኣለዎ ኣብ ስድራኻ ረኣ ክህልወካ ኣለዎ ኣብ መሪሕነትካ ኩሉ ረኣ ክህልወካ ኣለዎ ኣብ ትጓዓዞ ጉዕዞ ኩሉ ረኣ ክህልወካ ኣለዎ ስለዚ ራእይ ወሳኒ ነገር እዩ ምናልባት ራእይ ዘይብልካ ሰብ ኣነ እኮ ራእይ ይብለኒ ንትብል ሰብ ከዓ ራእይ ካበይናይ ከም ዝፍጠር ክረዳእካ ከመይ እንተልካኒ ራኢ ብኸመይ ይፍጠር ንዝብል ብዙሕ ሰብ ዝሕቶ ዘይሓቶ እዩ። ሎማዓንቲ ግን ራኢ ካብ ሰለስተ ነገር እዩ ዝፍጠር። ሓደ ካብ ውሽጥኻ እዩ ዝፍጠር። ካልኣይ ካብ ሰብ ወይ ከኣ ካብ ከባቢኻ እዩ ራኢ ዝፍጠር። ሳልሳይ ከኣ ካብ ኣምላኽ እዩ ዝፍጠር ማለት እዩ። ስለዚ እታ ቀዳመይቲ ራኢ ግን ካብ ውሽጥኻ እያ ዝፍጠር። ሎማዓንቲ ኣብ ውሽጥኻ እንታይ ኣሎ ማለት ወይ ከኣ ታለንት ዝበሃል ውህበታት ኣብ ውሽጥኻ እንታይ ኣሎ ክትብል ኣለካ። ኩዕሶ ድዩ ደስ ዝብለካ ደርፊ ድዩ ደስ ዝብለካ ክትገጥም ድዩ ደስ ዝብለካ ጽሑፍ ክትጽሕፍ ድዩ ደስ ዝብለካ ወይስ ነገራት ዝኾነ ክትፈጥር ድዩ ደስ ዝብለካ ወይስ ኤሌክትሪክ ክትዕርብ ድዩ ዝብለካ ንዓኻ ደስ ዝብለካ ሕጂ ውሽጥኻ ላሊ ምክንያቱ ውሽጥኻ ናብ ርኣኻ ክትቀይሮ ትኽእልኻ ምክንያቱ ነቲ ውሽጥኻ ዘሎ ሒዝካ ክትጓዓዝ ትኽእል ንዑ ኣዚኻ ትዕብዮ ንዑ እትነብር ንዑ ትጓዓዝ ሽዑ ፕሮፌሽናል ተበላለት ፍሉጥ ሰብ ትኾን ማለት ብምንታይ በቲ ውሽጥኻ ወይስ ኮርሶ ደስ ዝብለካ ሕጂ ውሽጥኻ ኢኻ ከተላሊ ዘለካ ውሽጥኻ መጀመርያ እንታይ ኣለካ ንዓኻ እንታይ ደስ ብለካ ኣበይ ኢኻ ከተድምዕ ትኽእል ውሽጥኻ ሕጂ ምንም ዝበሃል ነገር የለን ዝኾነ ሰብ ውሽጢ ደስ ዝብሎ ነገር ኣሎ ከም ስለ ዝኾን ዝብለሉ ውሽጢ ኣሎ ስለዚ ውሽጥኻ ዘሎ ንክትገልጾ ማለት እዩ ተለንትኻ ራእይኻ ክትቀይሮ ትኽእል ኢኻ ስለዚ ናይ ውሽጥኻ ኣላሊኻ እትገብሮ ነገር እውን እንታይ እዚ ናብ ራእይኻ ከተምፅኦ ትኽእል ኢኻ ረኣ ክኸውን ይኽእል እዩ ኣብ ህይወትካ ማለት እዩ ካብ ሰብ ወይ ከኣ ካብ ከባቢኻ ረኣ ክትቅበል ትኽእል ኢኻ ረኣ ክትሕዝ ትኽእል ኢኻ ከመይ እንተልና ሕጂ ካብ ከባቢኻ ሕጂ ገለ ገለ ሰብ ድኻታት ኣብ መንገዲ ይርእዩሞ ይድንግጹ ይርሕርሑ ካብኡ ጀሚሮም እንታይ ይብሉ ኣነስ በቃ ዕብየት የለ ወይ ከኣ ከምዚ ከምዚ ገለ ግዜ ከምዚ ገይረ ከምዚ ገይረ ከምዚ ናይ ኦርፋን ክሰርሕ ገዛ ክገብር ይብል ንድኻታት ክኣሊ ይብል እዚ ሕጂ ረኣ እዩ ካብ ምንታይ ግን ዝረኣ ተፈጢሩ እንተድናይ ካብ ትሬ እዩ ካብ ትሰምዖ እውን ክፍጠር ይኽእል ብኣንጻር ማለት እዩ ወይ ከዓ ዝኾነ ዓርክኻ ይኹን ትፈትዎ ሰብ ዝነበረ ፅልዋ ይሕድረልካ ማለት እዩ ፅልዋ ይሕድረልካ ማለት እዩ ኣንስ ከምዚ ክኸውን ይብል ሽዑ ራእይ ውሽጥኻ ፍጠር ማለት ከምኡ ንምዃን ማለት እዩ ብሓፈሻ ራእይ ማለት ክትኮኖ ደሊ ነገር እዩ ካልእ ምስጢር ኣይኮነን ስለዚ ካብ ትሪኦ ዓርካ ይኹን ሰብ ይኹን ከባቢ ይኹን እንታይ ትኹን ዝኾነ ነገር ትማሃር ሽዑ ውሽጥኻ ትሕዞ ሽዑ ንዕዑ ትነብር ሽዑ ብዓብይ ትግለጽ ንስኻ ማለት እዩ ስለዚ ካብ ምንታይ ክትወርሶ ትኽእል ሓማት ካባይ ሳልሳይ ከዓ ካብ እግዚኣብሔር እዩ ስፔሻሊ በዓል ሙሴ ኣብ መፅሓፉ ተፃሒፎም ዘሎ እግዚኣብሔር ረኣ ሂቦም ንእስራኤል ካበይ ከብፅኦ ካብ ምድሪ ግብፂ ውፅኡ ናብ እስራኤል ከቶም እዚ ሕጂ እግዚኣብሔር ዝበካ ሓደ ሓደ ግዜ ብሕልሚ ረኣ ትርእኻ ውሽጥኻ ረኣ ሓድረካ ትኾኖ ነገር ትርእዮ እሞ ሽዑ ናብቲ ነገር ትጭብጦ ማለት እዩ ትጓዓዞ ማለት እዩ ምክንያቱ ኦረዲ ብሕልሚ ትሪኦ ስለ ዘለካ ማለት እዩ ካልእ እውን ክትሪኦ ተኸልካ ብካልእ እውን ክትሪኦ ተኸልካ ባይዘወይ ማለት እዩ ብመንፈሳዊ ዝኾነ መንገዲ ማለት እዩ መንፈሳዊ ኮይኑስ ኦረዲ ብዙሕ ሰብ መንፈሳዊ ክፈላለ ክእል ብከመይ መንገዲ ነገር ግን ብመንፈሳዊ መንገዲ ጌርካ እውን በቲ ስኻ ዘይትርድዖ መንፈሳዊ ዓለም ዝበሃል መንገዲ